እቲ ዝመጽእ ወለዶ መጺኡ ኣሎ ተስኡ ብዓጀብ ንቀበሎ ሃየ በቲ ዝርድኦ ዝፈልጦ መርሓባ ብድሓን ምጻእ ዌልካም ቪልኮመን ቤንቬኑ ቤንቬኑቶ ንበሎ ዓቦ ንግበር ሓቦ ማይ ኣውዒና እግሩ ንሕጸቦ ነብላዓዮ ነስትዮ ነጽግቦ ነማምቆ ጋቢ ንደርቦ ነሰንዮ ነኽብቦ በቲ ሩባ በቲ ጎቦ ምስ ዓበየ ኸዓጅቦ ይመሃር የጽንዓዮ የንብቦ እቲ ባህሊ እቲ ታሪኽ ዓደቦ ሓደራኻ ንበሎ ንላቦ ሓደራኻ ኣሕሊፍካ ኸይትህቦ ንሓላፍ መገዲ ንወደቦ

ንስኺ ስባ ኣይትሕመሚ። ዝዕግርግር ናይ በዓል ቲፋኖስ እዩ። ደሓን ከነጻረ እንዲና ኣነ ይድቅሰሎምን እዩ ናተይ ጋኔን ካብ ናቶም ከም ዝገድ ከርእየን ቲፋኖስ እንተ ክፍሎም ሓዊ ኣነ ባእሲ ይብርሃንን እዩ መን ከብርሆ
ባእሱ እኮ ደም እዩ እሞ በጃኻ ከም ገሌልኩም ሰየተላዘብ እሞ ዕርቂ ንግበር ንዓኺ ደልዮም ከም ዘለዉ ትፈልጢ እንዲኺ
ሰሚዐ ሞታ ዓርቂ ንዓኺ መሃብያ ከይኮን ንስኺ ከኣ ናብ ተብሊ የብልኪን ኣያ ካብዛ ውሻጠ ናብ ተብሎ ብላን እዩ ዝብ ዘሎ እሞ ንኣይ ንኻልእ ዘይትሁኒ ነመን ንኻልእ እንዴ ዝጠመትክዮ ጎበዝ ኣሎ ድዩ ኣነ ኣነ እንታይ ኢለ ክጥምት እዎ ሚሎኒ ጎበዝ ኣይጥመት ሰላም ከመይ ተምስዩ ዝኸበርኩም ተኸታተልቲ መስትያት ቤትና ኣብ መላእ ዓለም ኮንኩም ንቻነል መስትያት ቤትና ከፊትኩም ኣብ ምክትታል ትርከቡ ንሎሚ ምሸት እውን ሓደ ጋሻ ኣቕሪብናልኩም ኣለና ጋሻና ተዋሳኣይ ፉኣድ ኣልኣሚን እዩ። ፉኣድ ኣልኣሚን ኣብ ኣስመራ ተወሊዱ ዝዓበየ ኣብ ምውሳእ ድማ ንነዊሕ ዓመታት ዝነጠፈን ኣብ ዝተፈላለዩ ዓበይቲ ፊልምታት ሃገርና ዝተሳተፈ ተዋሳኣይ እዩ። ሎሚ ኣብ መስትያት ቤትና ምሳና ዕላል ክገብር ፍቓደኛ ኮይኑ ኣብ ስቱድዮና ተረኺቡ ኣሎ። ፉኣድ ኣልኣሚን መጀመርያ ዕድመና ኣኽቢርካ ግዜኻ ሰዊእኻ ናብዚ መጺኻ

ብኸመይ ኣጋጣሚ ኢኻ ናብ ስራሕ ምውሳ ኣቲኻ? ሃንደበታዊ ድዩ ነይሩ ወይስ ሕልሚ ድዩ ነይሩ? ከመይ ጀሚሩ? መጀመርያ እኮ ከም ኩሉ ስነ ጥበባዊ ኩሉ ግዜ ካብ ቤት ትምህርቲ እዩ ዝጅመር። ኣነ ከኣ ኣብዚ ሞያ እዚ ንክኣቱ ዝያዳ ጽልዋ ዝገበረለይ ኣኮይ እዩ። ኣኮይ ደራሲ ኣልኣሚን ዓሊሙዝ።
ኣብቲ ቀደም ማሕበር መርከብ ሰማእታት ትበሃል ናይ መድረኽ ድራማ እንዳሰርሑ ኣነ ንእሸይ ኮይነ ማለት እዩ ሒዝኒ ይመላለስ ነይሩ በዓል ካፒቶል ሲነማ ኣዝመራ ካብ ሽዕኡ እቲ ናይ ኣርት ነገር ኣብ ውሽጠይ እንዳ ኣተወኒ መፅዩ ማለት እዩ ካብዚ ምስ ተበገሰ ኣነ እውን ኣብ ቤት ትምህርትታት ምውሳእ ጀሚረ ማለት እዩ። ስለዚ ካብዚ እዩ ድብገስ እቲ ናተይ። ኣብዚ ናይ መዕጸዊ ቤት ትምህርቲ ናይ መጨረሽታ ዓመት እወ ከምዚ ክኸውን ከሎ ማለት እዩ። እወ። እም፣ ደሓር እቲ ጽልዋ ሓዲርካ እ፣ ነቲ ሞያ ፈቲኻዮ ኣብቲ ቤት ትምህርቲ እውን ትንቀሳቐስ ነይርካ። ኣብ ህዝቢ ግን መጀመርታ ሒዝካያ ዝመጻኻ ስራሕ እንታይ እያ ነይራ? እወ ንመጀመርያ ናብ ህዝቢ ሒዘያ ዝመጻኹ ክልተ ሽሕን ክልተን ክልተ ሽሕን ሓደን እዩ ዝኸውን መን እዩ ዘፍቅር ትብል ፊልም እሰያ ነይራ ናይ መጀመርያ ንዓይ ፊልመይ ወይ ድ ተዋስኦ ክላ ማለት እዩ መን እዩ ዘፍቅር ክትረአ ኮላ እንታይ ዓይነት ፊድባ ክመፀ ንኸውን ካብ ህዝቢ ኣብተን ቀዳመ ሰንበስ ብጣዕሚ ሻቕላ ነይርኒ ሕጂ ይዝክሮ ገዛ ነይረ ከተማ ክወርድ ነታ ፊልም ሪኦማ ብገዛውትና ዝሓልፉ ሰባት እዎ እናሃለ እናሃለ ገለመለ ኢሎም ሰላም ምስ በሉኒ ዝወረረኒ ሓጎስ ክነግረካ ኣይክእልን እዩ ድሓኒ ማለት እዩ ሞራል እናገበርኩ መፅእ ማለት እዩ በቃ ብጣዕሚ ተሓጒሰ ስለዚ ብኸምኡ እየ ዝዝክራ ነታ ፊልም እታ ፊልም ሕጂ ኣብ ሲነማ ድያ ተሪያ ዋላ ከምዚ ኣብ ሲነማታት እያ ተራእያ። ኣብ ሲነማታት እያ ተራእያ።
እወ ንመድረኽ ዝወፀኹሉ ኣብ ቤት ትምህርቲ ሓድነት ቢላጆ ብመምህር የማነ ሓጎስ መምህር የማነ ሓጎስ ማለት ንፉዕ ደራሲ ተዋሳኢ እዩ ሃንቀውታ ትብል ናይ ስቴጅ ድራማ ነይራ ናይ ቤት ትምህርቲ ሓድነት ተዋሰእቲ ኮይና ማለት እዩ በብቅርሺ ንተምሃሮ እንዳኽፈልካ ኣብቲ ቤት ትምህርቲ ኣዳራሽ ዝረኣ ዝነበረ ኣብኡ ሜና ኣክተር ኮይነ ንመጀመርያ ግዜ ሰሪሐ ናይ ስተጅ ድራማ ማለት እዩ እዚ ሕጂ ኣብ ቤት ትምህርቲ ጥራይ ድተርፍ ማለት እዩ ናብ ህዝቢ ዝወጸ ኩሉ ናብ ሲነማታት ተረኣ ኩሉ ከኣ እዛ ዝብለካ ዘለኹ ማለት
ኣብቲ ናይ ትምህርቲ ናብ ስቴጅ እዚ ሕጂ ኣብ ታሕቲ ደረጃ ስለ ዝኾነ ብዙሕ ዘፍርሕ ዘይክኸውን ይኽእል እዩ ብዓይኒ ፊልም ግን ብዙሕ ካሜራታት ኣብ ቅድሚኻ ተዘርጊሑ ብዙሓት ተዋሳእቲ ምናልባት ዓበይቲ ተዋሳእቲ እውን ነይሮም ክኾኑ ይኽእሉ እዮም ቅድሚ ሕጂ ትፈልጦም ኣብ ቴሌቭዥን ትሪኦም ዝነበርካ ብኣካል ረኺብካዮም ዘይትፈልጥ ምሳኦም ክትሰርሕ መጺኻ ሓደ ፊልም ስክሪፕት ተዋሂብካ ኣጽኒዕኻ ክትሰርሖ ከመይ ተሰሚዕካ ሽዑ ፍርሒ ወይ ዝኾነ እኽእሎ ድየ ከምዚ እወ ሕጂ መጀመርያ እቲ ታሃን ኣሎ እቲ ድሌት ኣሎ ሕጂ ምስቲ ድሌት ከዓ ንመጀመርያ ግዜ ከዓ እዩ ፍርሂ ከኣላ ንእሸ ናታ ዳይሬክተር ዝነበረ እውን ቅድሚኡ ብዙሕ ስርሓት ዝሰርሐ ቄሳር ዛይድ እዩ ሕጂ ኣብ ልምምድ ክትኣቱ ከለኻ ግድነት እዩ እቲ ተኣሽሙ እቲ ፍርሒ ድሓር ግን ሓንሳብ ኣብ ካሜራ ምስ ኣእተኻ ይፈኹሰካ ይፈኹሰካ እንዳተላማመድካዮ ትኸይድ ነቲ ካሜራ እስኻ እውን እንታይ ክትገብር ከም ደለካ እንዳ ተሞክሮ እንዳ ወሰድካ ትኸይድ ካብ መዓልቲ ናብ መዓልቲ ማለት እዩ እምበር እቲ መጀመርያ ልክዕ ኢኻ ኣሎ ኣሎ ፍርሒ ኣሎ ሓጎስ ኣሎ ፍርሕን ሓጎስን ክትሓዋውስ ከለካ ቁርብ ሳሽም ገብረካ ሓቂ ስምዒትካ

ዳሕራይ ኣብዚ ምዳን ኣብዚ ሕጂ ዘለኹ ግዜ ኮይነ ክመዝና ከለኹ ብዙሕ ጎደሎ ብዙሕ ጎደሎ እምበር ብጣዕሚ ማለት እዩ ርድኣን ኣብ ከምዚ ሲንሲ ከምዚ ክትከውን እውን ነይርዋ ከምዚ ክገብር ነይርኒ ትብል መዓት ጋባ ኣለዋ ማለት እዩ ናይ ፈለማ ስለ ናይ ፈለማ ከዓ ስለ ዝኾነ ማለት ብዙሕ ተመዓራርዮ ዝነበረካ ነገራት ኣሎ ካብ ሽዑ ጀሚርካ ክሳብ ሕጂ ክንደይ ኣብ ክንደይ ዝኾኑ ፊልምታት ተዋሲእኻ ኣለኻ ብጠቕላላ ማለት እዩ ሕጂ ቁሩብ
ሓደ ቁሩብ ብዙሕ ካብ ዝብል እንደገና ካብ ምንዋሕ ግዜ ዝረሳዕክዎም ስራሓት ውን ክህልዉ ይኽእሉ እዮም ብቀዳማይ ግን እንዳዘከርና እንዳረኣና ኣብ ዩቲባት ገለ ክጽሕፎ ኣብ ዝፈተንክሉ ሰዓት ክሳብ ኣርብዓን ሽዱሽተን ኣርብዓን ሸውዓተን ዘኪረ ኣነ ማለት እዩ እዚ ሕጂ ፊልምታት ኮይኑስ ዝተዘርግሐ እዩ ናብ ህዝቢ ዝተዘርግሐ ሰብ ዝረኣዮ ማለት እዩ
ፊልም ኣብ ሲነማ ይኹን ገሊኡ ከኣ ብ ዩቱብ ዘይወረደ ውን ክህሉ ይኽእል እዩ ግን ባዕለይ ብዝዘከርኩዎ ማለት እዩ። ሕጂ ካብተን ኩለን ዝሰራሕካየን ምናልባት ዓቢ መልእኽቲ ኣለዋ ወይ ድማ ንዓይ ብዙሕ ጻዕሪ ዝሓተተትኒ እያ ዘይርስዓ ኩሉ ግዜ ፉኣድ ኣልኣሚንሲ ተዋሳኣይ እዩ ክበሃል እንከለኹስ ምናልባት በዛ ፊልም እዚኣ እዩ ከምኡ ኢሉኒ ዝኸውን። ኢልካ ትሓስባ ፊልም ኣላትካ ዶ ኣብ ልብካ ዝተቀመጠት። እወ ሕጂ ኣነ ብ ከምዚ ዝብለካ ኣብዚ መብዛሕቱ ዝሰራሕክዎ ፊልም ናይ እቶም ዳሪክተራት ካስቲን ዳሪክተር ዝገብሩ ዝነበሩ ኣጋጣሚ ኮይኑ ኣብ ተፋላለየ ካራክተራት እየ ድኣቱ ነይረ ማለት እዩ ኣብ ተፋላለየ ከምዚ ንኣብነት ሲ ሓደ ከምዚ ጨካን ኮይኑ ብሓደ ፊልም እንተ እሚንካ መብዛሕትኡ ባህሪ እዩ ጨካን ኮይኑ እንተ እሚንካ ብዙሓት ዳይሬክተራት ከምኡ ዓይነት ካራክተር እንዳሃቡ የምፅዎም እዮም ኣነ ግን ኣጋጣሚ ኮይኑ ካስቲ ክገብሩ ከለዉ እቶም ዳይሬክተራት ብተፈላለየ ዓይነት ፖርሽን ወይ ጠባያት እንዳሃቡ እዮም ኣምፅኦምኒ ግን ብጣዕሚ ንዓይ ዝበድሃኒ ክልተ ፊልምታት ሓንቲ ኣዝማሪኖ ትብል እያ ኣዝማሪኖ ንዓይ ብጣዕሚ ዝበደሃትኒ እንታይ እዩ መሲልካ ድምጸይ ቀይረ እየ ተዋሲኡ
ቀጢን ድምጺ ብጣዕሚ ቀጢን ሕጂ እቲ ቀጢን ድምጺ ስጋብ መዓንጣኻ እዩ ዝስሕበካ ሓደ ሓደ ግዜ ነዊሕ እንተኮይኑ እቲ ዲያሎግ እውን ትንፋስ ይሓፅረኒ ነይሩ ማለት ቁሩብ ድምፅኻስ ክሓፍስ ይሓይሽ መስለኒ ንዓይ ከም ድርዳኣኒ ከምኡ ውን ሰሪሐ እየ ቁሩብ ሕፍስ ከተብሎ ከለካ ይሓይሽ ካብ ኣመና ቀጢን ድምፂ ጌርካ ክትሰርሕ እዚኣ ብጣዕሚ እያ በዲሃትኒ ግን ንፉዕ ዳሪክተር ከዓ ነይሩኒ በዚ ኣጋጣሚ እውን ከመስግኖ ደሊ ኣብ ወልድ ስዒድ ብጣዕሚ ንፉዕ ዳይሬክተር እዩ በቃ ነቲ ጠባይ ንክሕዞስ ሃኒፅን እዩ ብሓፂሩ ሕጂ እዚኣ በዲሃትኒ ነይራ ካልኣይ ብድሆ ድኾነትኒ ሚሎን እያ ሚሎኖ ሓደ ከም ዝብለካ እቲ ብኡ ዘሎ ብምልኡ ጠባይ ኣስመራ ተወሊዱ ዝዓበየ ሚሎኑ ብቲ ኣብ ሚሎኑ ዘሎ ክፍሎም ዝበሃል ካራክተር ብጣዕሚ እዩ ዝፈትዋን ኣነ ንዓይ ማለት ወላ እቲ መጀመርያ ክወሃቦ ከለኹ ነብሱ ምሓሮ መምህር እስያስ ጸጋይ ማለት እዩ ከረድአኒ ከሎስ ከምዚ ሽዑ ወላ ቅድሚኡ ብዙሕ ስራሕ ሰሪሐ ከለኹስ ኣሰንቢዱን እቲ ካራክተር ግን ከዓ ፈትዮ ምክንያቱ ኣንጻር እዩ ተረዲኣን ዓሻ እዩ
ካብቲ ክምርዖ ደሊ እዋ ከቢድ ኢና ካልኣይ ከዓ ፈራሕ ከዓ እዩ
ሕጂ እቲ ድብዳሃካ ረኣዮ ዓሻን ፈራሕን ኣብ ሓደ ጠባይሲ ክልተ ካራክተር ኣሎ ኣብ ተወሰነ ግዜ ከዓ ሱቕ ኢልካ በትሪ ሒዙ ከዓ ፍክር ሱቕ ኣሎ ረዲኻን ውሽጡ ካልእ ዘርእዮ ከዓ ካልእ
ሕጂ ኣብ ገለ ሰዓት ክትዕንጅል ኣለካ ኣብ ገለ ሲና ኣብ ገለ ሲናት ከኣ ክትፈርሕ ኣለካ ግን እታ ኣብ ምዕንጃል ከኣ ክትርስዓ የብልካን።
ከባድ እያ ቀዲምካን እንዲኻ ናብ ሚላኖ እንዲ ክመጽእ ኢለ ነይረ ደሓን ክንኣትዋ ኢና ብጣዕሚ እታ ስራሕ ሲ ካብ ነፍሲ ወከፍ ልቢ ኤርትራዊ ዘይትጠፍእ ስራሕ እያ ሚለኑ ሲ ወይ ንእሽቲ ሓወይ ክንዲ ሓሙተይ ብጣዕሚ ኣብ ነፍሲ ወከፍ ኤርትራዊ ዝተረፈት ፊልም እያ። እዛ ፊልም ዋላ እኳ ብዙሕ ሰብ ከም መልክዕ ጽጽዋይ ይፈልጣ ነይሩ እንተኾነ እታ ዛንታ ግን ደራሲ ኢሳያስ ጸጋይ ከኣ ጽቡቅ ገይሩ ሰሪሕዋ እዩ ነታ ፊልም። ናይ ብሓቂ ቅርሲ ናይ ኤርትራ ተኸታታሊ ድራማታት እየን። ካብተን ዝፈርያ ተኸታታሊ ድራማታትሲ እታ ዝበለጸት ካብተን ብሉጻት ዝበሃላሲ ሚሎን'ያ ኣብኣ ምስታፍካ ብጣዕሚ ዕድል እዩ ዓቢ ዕድል እዩ ከም ዝበልካዮ ኣስመራ ኢኻ ተወሊድካ ዓቢኻ ኣስመራ ተወሊድካ ዓቢኻ ምጽእ ኢልካ ናብ ሃገረሰብ ኬድካ ናይ ሃገረሰብ ኣከዳድና ጌርካ በትሪ ሒዝካ ከምኡ ዓይነት ገጸ ባህሪ ክትገብር ብጣዕሚ ከቢድ እዩ ከም ዝመስለኒ ኢሰያስ ጸጋይ ነታ ፊልም ክሰርሓ ከሎ ክሰርሓ ክጽሕፋ እንከሎ ሰባት መሪጹ እዩ ንዓኻትኩም ን መሪጽኩም እዩ ማለት እዩ ግን እቲ ናይ ናይ ናይ ገጠር ገጸ ባህሪ ከመይ ረኺብካዮ ማለት ወዲ ገጠር ክትከውን ሲ እቲ ህይወት ሕጂ ርኢኻዮ ኣለኻ ከም ከም ከም ከም ተዋሳእ ኣይኮንካ ከመይ ረኺብካዮ
ሕጂ ከምዚ ክብለካ ዝጸናሕኩ እንዲ በዳሂ እዩ ክትመስል ከኣለካ ሕጂ ኣብ ትርፊ ሰዓት ከኣ ሱቕ ኢልካ በዚ እንዳ ኣውቶቡስ ከይድካ ከኣ ቁሩብ ስርቕ ተብል ማለት እዩ። ካብቶም ካብ ገጠራት ንኣስመራ ዝኣትዉ ገለ ወይ ሱቕ ኢልካ ኣጋጣሚ ከይድካ ከም ቁሩብ ንእሽተይ ተዕልል።
ንኣብነት ክፍሎም ዝብሃል ኩሉ ግዜ ኣብ ሓንጎልካ ኣሎ ብጣዕሚ ፈራሕ እዩ ብጣዕሚ ይፍክር ጅግና ክኸውን ይደሊ ሓንሳብ ሓንሳብ ሓንሳብ ሓንሳብ ዘይከውን ይሓስብ እቲ ገፀ ባህሪ ሕጂ ክንደይ ዝኣክል ኣፅኒዕካዮ ክንደይ ዝኣክል ተለማሚድኩሞ ተራኺብኩም ማለት ኣብ ውሽጥኻ ኣብ ደምካ ንክኣቱ ክንደይ ግዜ ወሲድልካ? እዎ ሕጂ
ከምዚ ዝብለካ ዘለኹ መጀመርያ ክበኒ ከሎ ኣናዊጹኒ በቃ ካራክተር ከምዚ ዝብለካ ሰለስተ ኣርባዕተ ጠባያት ዝሓዘ እዩ። ደሃና ኣለኒ ከዓ ኣነ በቃ ክመስሎ ኣለኒ ሕማም ኣሎ ግን እንታይ እዩ እቲ ፅቡቕ ነገር ኣብ ኤርትራ ኩሉ ግዜ ኣብ ኣስመራ ሓንቲ ፊልም ክሰርሕ ከለካ ዛጊ ሱቕ ኢልካ ኣይኮነን በዓል ሚሎኑ እንተወሓደ ስጋብ ሸውዓተ ወርሒ ኢና ልምምድ ጌርና ሸውዓተ ወርሒ ክብለካ ከዓ ሓደ ሓደ ግዜ ሙሉ መዓልቲ ትውዕለሉ ሰዓት ኣሎ መዓልታዊ ኢኻ ልምምድ ትገብር ዕረፍቲ ዝበሃል የለን ሓደ ሓደ ግዜ ከዓ ሙሉ መዓልቲ ትውዕለሉ ሰዓታት ኣሎ ስለዚ መዓልታዊ ልምምድ ትገብረሉ እንድሕር ኣለኻ ነዊሕ ግዜ ሂብካ ግድነት እዩ ኣብ ደምካ እንዳኣተወ ዝመጽእ ኩሉ ግዜ ከኣ ሓደ ፊልም ደጽቡቆን ደሕምቆን ከኣ እሱ እዩ ንኣብነት ክልተ ሰሙን ተላማሚድካ ኣቲኻ ስራሕ እውን ኣይኮነን ንምንታይ መሲልካ እቲ ዝተዋሃበካ ፖርሽን ንባዕሉ ክትዛረብ ከለኻ ሕጂ ኣነ ንኣብነት ንዛኪ ብዛዕባ ናይ ኣደይ ክዕልሎ ተኮይነ ኣደይ ከኣ ምውቲ እንድሕር ኮይና ንኣብነት ኣደይ እኮ ከምዚ ነይራ ከምዚ ነይራ ኢለ ከዕልለካ ከለኹ ዲያሎግ ድየ ክዝክር ደለኒ ወላ ኤክስፕሬሽን ናተይ ከርእየካ ኣለኒ
እየ ከርእየካ ደለኒ ስለዚ ኤክስፕሬሽን ናተይ ብግቡእ ክረአ እንድሕር ኮይኑ ብገፀይ ክበልዖ ኣለኒ ትብል ኣሎ ከምዚ ሕጂ ንኣነ ንስኻ ንዕልሎ ዘለና ዕላል ተረዲኻ ኣለኻ ልክዕ ከምኡ ጌርካ ክትበልዖ ኣለካ ምስ በላዕኻዮ ሽዑ ክትሰርሕ ከለኻ እቶም ኤክስፕሬሽናት እውን ኣብ ምንታይ ዘረባ እንታይ ዓይነት ኤክስፕሬሽን ተርኢ ይመፁኻ ማለት እዚ ከዓ እንዳተለማመድካ ይትኽእል ሽዑ ናይቲ ፊልም ኳሊቲ እዚ እዩ ድሕልዎ ማለት ብጣዕሚ ጽቡቅ እቲ ኣብ ሚልዮን ዝተጠቀምኩምሉ ላህጃ ናይ ሃገረሰብ ኣዘራርባ ናይ ሓደ ከባቢ ኣይኮነን ዝተፈላለየ ላህጃታት እዩ ሕጂ እዚ ከኣ ከቢድ ዝገብሮ ኮይኑ ዝስምዓኒ ንኣብነት ካብ ጫፍ ናይ ደቡብ ክሳብ ናይ ዓንሰባ ክሳብ ናይ ማእከል ናይ ኩሉ እዩ እቲ ኣብኡ ዝወጽእ ላህጃታት ሕጂ እዚ ኮነ ኢሉ ተጻሕፈ ነገር ዝተጸንዐ ድዩ ወላስ ከመይ ስክሪፕት እዩ
ኮነልካ እዩ ንምንታይ መሲልካ እታ ዛንታታ ፅንፅዋይ ሚሎኑ ኣብ ኩሉ ከባቢ እያ ትንገር ነይራ ከምዚ ናይ ሓደ ከባቢ ኮነት ብገለ ቦታ ትኸይድ ትንገር እያ ሽም እያ ደኣ ትልውጥ ምናልባት ናብ ካልእ ቦታ እውን ትንገር እያ ሕጂ ኣብ ሙሉእ ኤርትራ ክሳብ ዝተነገረት እዛ ጽንጽዋይ እዚኣ ናይ ኩሉ ትውክል ኣለዋ። ትውክል ስለ ዘሎዋ ዝተፈላለየ ላህጃ ሒዙ እዩ ኣትዩ እቲ ሰብ ማለት እዩ። ኣብታ ፊልም ናይ ብሓቂ ብጣዕሚ ብሉጻት ተዋሳእቲ ውን ተሳቲፎም እዮም ከም በዓል ነጪ ከም በዓል ጽገ ተኽልሰንበት ልዕሊ ኩሉ ክሓተካ ዝደለኹ

እቲ ናታ ገጸ ባህሪ ብጣዕሚ እዩ ወስታይ ዝገብረካ ከመይ ጌርካ ትጻወሮ ከም ከም ተዋሳኣይሲ ዘስሕቕ ነገር ክትርኢ ከለኻ ንኣብነት ከመይ ጌርካ ትመልሶ ንውሽጢ ከቢድ እዩ ትስሕቕ ኢኻ እኮ
ትስሕቕ ኢኻ ከትበሃል በቃ ጠጠው በል ምክንያቱ ከተቋርጽ ኣለካ ስሓቕካ ሕጂ ብዙሕ ግዜ ሓደሽቲ ኣክሽናት ዝመፁ ኣለዉ ኣብ ስእሊ ኣብ ልምምድ ዘይትገብሮ እሞ ኣብ ስእሊ ግን ይመፅእ ሽዑኡ ደሎ ሰሓቅ ክነግረካ ኣይክእልን እየ ሕጂ እሱኡ ከዓ ደስ ድብለካ ናይቲ ናይቲ ናይ ኣርት ነገር ማለት ናይቲ ናይ ድራማ ነገር ገለ ብዙሕ መስሓቃት እዩ ደሎ ኣብቲ መንጎ በቃ ካት ሓደ ሓደ ግዜ እኮ ዓሰርተ ግዜ ካት ዝኾነሉ ሰዓት ኣሎ ምክንያቱ በቃ በቃ ሕጂ ይስሕቅን እየ በቃ ንጀምር ትብል ምሽ ልክዕ በቃ ሬድ ምስ በለካስ ዘኪርካ ካብ መሪፅካ ትስዕቕ ማለት እዩ ካ ትብለካ ማለት እዩ እቲ ኣብ ዲያሎጋት ግን እንታይ ቁሩብ ድሕግዘካ ከም ዝብለካ ሸውዓተ ሸሞንተ ወርሒ ልምምድ እንድሕር ትገብሮ ኮንካ ኦረዲ እትም ቃላት ኣብቲ ስክሪፕት ደሎ ዳለመድካዮም ትመፅያ መጀመርታ ልምምድ ክስሕቕ ትኽእል እያ ሓደሽቲ ቃላት ስለ ዝኾኑ ድሓር ግን በቃ እንዳተለማመድካዮም እንዳተለማመድካዮም ኢኻ ትኸይድ
ፋሳ እንዳኽን ምሳኽን ሩባ ኣይወረደትን? ምሳና ኣይወረደትኒ።
ተዳዲ ኣመል ኣኮልና ክልተ ሰብ ኢና ወሪድና።
ሩባ ወሪዳ ኣላ ኢለ እምበሪ ብጊሓት እኮ ኣይረኣኽዋን። ኣታ ክፍሎም ደፊርክኒ ደኣ ከይትብለኒ እምበሪ ጽቡቕ ስምኣስ ጌርኩ።

ህንስ ቢሎሞ ገዛ። ሕጂ ኣብ ሚለኑ ገለ ዝኾነ እንታይ ዘጋጠመ ነገራት ኣሎ ከምዚ ኣብ ቀረጻ ክትቅረጽ ከሎ ወይ ኣብ ልምምድ ወይ ኣብቲ ገጠራት ክትከይድ እንከለኻ ገለ ንኣብነት ምስ ዝኾነ ዝሓሰብካዮ ንኣብነት ወላ ሃገረሰብ ኮንካ ምጻልማት ክትከይድ ኣለካ ደርገፍገፍ ክትብል ትኽእል ትወድቕ ትኽእል ወይ ዝኾነ
ሕጂ ኣጋጣሚታት ትስሕቕ ኢኻ ኣን ንዓይ ሽዑ ቁሩብ ብርትዕ ዶ በለትኒ እንታይ እያ ማሲ ሓቂ ዘረባ ከምዚ ምሻሉ ኣብ ኣብቲ ኣርቲ ስለ ዘለና ብዙሕ ምንቅስቃስ ገለ ስለ ዘይንገብር ነበርና ኣብታ በያን ማለት እዩ ቲፋኖስ ምስ ክፍሎም ሲ ፊት ንፊት ተራኺቦም ተረዲኣን ሕጂ እቲ ኣብኡ ዘሎ ኤክስፕሬሽን ሓዊስካ ምስቲ ጉያ ማለት እዩ እታ ጉያ ሕጂ ኣነ ኣርባዕተ ግዜ ደይ ገሊኤ ተመላሊሰ ተረዲኣን ኣብ ሓምሻይ ግን ጠጦ መባል ኣይብን እግሪ ናይ ድኻም ናይ ድኻም ማለት እዩ ተረዲኣኒ በቃ ድሓ ንዕርፍ ዕርፍ ተባሂሉ ቁሩብ ዕሪፈ ከም ዝብለካ ስለ ዘይንቃሳቀስ ዝነበርና እንደገና እንታይ ኮይኑ መሲልካ እዚ ስትራባ ተታሒዙ ወላ ኣካይዳይሲ ከምዚ ናብ ናይ ቻርለስ ገጽ ኮይኑ ከምዚ ምሻሎ ምርጋጽ ኣብይኒ ገለ በለ እዚኣ ዝክራ ሓንሳብ ከዓ በይኒ በዚ ፍልፍል ኢና ገለ ክንሰርሕ ከይድና ከም ዝብለካ በቃ ቴፍ ኣለዎ እቲ ክፍሎም በዓል ገብራት ገለ መለስ ንደቂ ብጫ ምስ ሓዝዎም ክፍሎም ስጋብ ንሕና ንመፅእሲ ሓልዎም ኣብኣ ኣላ በይነይ ይብል ምሻ ኣሎ
ካሜራማን ምስ ሓቕ ወዲቑ ተረዲኻኒ ካትካት ተባሂሉ ተረዲኻኒ ሽዑ ኢሳያስ በቃ ንስራሕ ገለመለ ገለ ይልበሃል እንደገና ምስ ጀመርና ከኣ እቲ ድምጺ ድሕሪ ስሒቑ ተረዲእኻኒ ካት ተባሂሉ ክኸውን ኣይክእልን እዩ መጠረሻ መን ስሒቑ ባዕሉ መምህር ተረዲእኻኒ ብከምኡ ክንደይ ስኢልና ከባቢ ሸውዓተ ግዜ ኢልና ገልመል ኢና ስኢልና ምክንያቱ ሰሓቕና ባና ኣትዩ ንሕና ከዓ ጀሚርና ንሰሓቕ እንታይ ደኣ እቲ ዝተቐረፀሉ
ከባቢ ንኣብነት ኣብ ሓደ ቦታ ኣይኮነን

ጽብቕቲ ዓዲ እያ ከምቲ ዝረእኻያ ማለት እዩ እቲ ናይ በረኻ ናይ ገለ ናይ ገለ ከዓ ኣብ በዓል ፍልፍል እዩ ተሰሪዑ እሱ እቲ ህዝቢ ዓዲ ገብረ ቃላይ ከመይ ተቐቢልኩም ሽዑ ክሰርሖ ከለኹም እንታይ ርድኢት ነይርዎ ማለት ሲ ህድሞ ተኻሪኹም ዲኹም ወይ እንታይ ከመይ እዎ ሕጂ እንታይ እቲ ፅቡቕ ነገሩ ፋሚሊ ናይ ኢሳያስ ፀጋይ እቶም ዓዲ ሕጂ ጽቡቕ ኣቀባብላ ኢዮም ጌሮምልና፣ መደቀሲና ተፈሊልና ኢዩ ጸኒሑ። ሕጂ እንታይ ኢዩ እቲ ጽቡቕ ነገር ምስ መምህር ኢሰያስ ጸጋይ ምስራሕ ማለት እንታይ ኢዩ ጽቡቕ ነገሩ ኣብ እዋን ስእሊ ኣይኮንካን ቦታታት ትርኢ ኣቐዲሙ ኢዩ ቦታ ርእዩ ዘድልዮ ነገር ኣቐዲሙ እዩ ወዲኡ ደጽንሓልካ ተበገስ ኣብ ተባሃልካሉ ሰዓት ኩሉ ነገር ርሂድ ኣሎ ማለት ሽዑ እቱ ኢልካ ንክሱ ከም ዝገበረሉ ገለ ዝበሃል ነገር የለን ወላ ነቲ ስራሕ ኣሳልጦ እውን ፅቡቕ እዩ ከምዚታት ማለት እው ሕጂ ምናልባት ሕማቅ ዕድል ኮይኑ ኢሳያስ ጸጋይ ብሂወት የለን ብሂወት ተዝህሉ እንተዝሓቶ ደስ ምበለኒ ነይሩ ኢሳያስ ጸጋይ ንባዕሉ እውን ወዲ ከተማ እዩ ካብ ከተማ እዩ ንገድሊ ከይዱ ድሕሪኡ እውን ንከተማ እዩ ተመሊሱ ሕጂ ኣነ ኩሉ ግዜ ዝገርመኒ ነገር ኣሎ ካብ ናይ ሚለኑ ጀሚርካ ኩሉ እቲ ኣብ ገጠራት ንገጠር ዝውክል ፊልምታት ናቱ ብጣዕሚ ዓሚቕ እዩ እቲ ትሕዝትኡ እቲ እቲ ዘረባ እቲ እቲ እንታይ ኢኻ ትብሎ ብጣዕሚ ዓሚቕ እዩ ብጣዕሚ ካበይ ከም ዝረኽቦ ብጣዕሚ እዩ ዝገርመኒ ኣነ ንሱ ሕጂ እስኻ ዕድል ረኺብካ ኔርካ ምስኡ ክትሰርሕ ምስኡ ክትውዕል ምስኡ ክትዛረብ ምናልባት ኣብ ክንድኡ ኮንካ እንድሕር ካብቲ ምስኡ ክተዕልሎ ከለኻ ዝረኸብካዮ ነገራት እንድሕር ኣሎ ኮይኑ እንታይ ምስጢር ናቱ ክሳብ ክንድዚ ንውሽጢ ኣትዩ ነቲ ሕብረተሰብ ምፍላጥ
ወላ ንዓይ እያ ትገርመኒ ሓቂ ዘረባ መጀመርያ ምስ ንዓይ ኩሉ ነገር እዩ ነይሩ ኣቦይ እዩ መምህረይ እዩ ኩሉ ኮፍ ኢልና ኣብ ንዕልለሉ ሰዓት በቃ ጥዑም ሰብ መስሓቅ እዩ ኣቦ እዩ እንድዕ በቃ መግለፂ ኣይረኽበሉን ግን ምስኡ ዘሎ ሓይሊ ከዓ ፍሉይ ኣብ ናይ ኣርት ማለት ሕጂ ወላ ንዓይ ኣይርድኣንን እዩ እቲ ሓይሉ ጥራይ እንታይ ትምነ ኣነስ መዓስ እዩ ከምኡ ዝኸውን እምበር ክትረኽቦ ይትኽእልን ኢኻ እንታይ ዓይነት ሓይሊ ኣለዎ ናይ ብሓቂ ዓብዪ ሰብ ኢና ከሲርና ናይ ብሓቂ ካብቶም ኣዝዮም ብሉጻት ዝበሃሉ ደረስቲ ሃገርና እዩ ኔሩ ኢሰያስ ጸገ እታ ፊልም ሚለኑ ተቐሪጻ ክሳዕ ትውድእ ሲ ክንደይ ግዜ ዝኸውን ግዜ ሰሪሕኩም ኣለኹም ኣብዛ ስራሕ ክንደይ ክንደይ ግዜ ወሲድልኩም እቲ ብምሉእ እቲ ክፋላት ክሳዕ ዝውድእ ካብ ልምምድ ጀሚርካ ስጋብ ስእሊ ዳርጋ ዓመትን ገለን ወሲድሉ
እዚ እንዳኸደ ከሎ እቲ ፊልም እንዳተራእየ ከሎ ብተለቪዥን ንስኹም ከዓ ኣብ ጎኑ ከዓ ትሰኣሉ ነርኩም ማለት እዩ እወ እቲ ሕጂ ናትካ ገፀ ባህሪ ናይ ገብራት ክፍሎም ናይ ክፍሎም ከምዚ ውፅእ ዝበለ እዩ ውጽእ ዝበለ ስለ ዝኾነ እቲ ሰብ ንኣብነት እታ ፊልም እናኸደት ከላ ኣብ መንገዲ ክረኽበካ ከሎ ወይ ኣብ ዝኾነ ኣጋጣሚ ሲ እንታይ ይብለካ ዋእ ኣንታ እንታይ ኢኻ ኮንካ ከምኡታት ዝበለካ ኣሎ ዶ
ብጣዕሚ ከቢድ እምበር እንታይ ይዛረብ ኣለኻ ከቢድ ሕጂ ግን የሕጉሰኒ ነይሩ ንዓይ ብዛላ በቃ መሲለየ እዩ ማለት እዩ ጃስት ግን ዘይርስዖ ሓደ መዓልቲ ገዛ ነይረ እንዳባሓጎይ ኣለኒ ዕዳጋ እኽሊ ከባቢ እንዳባሓጎይ ይኸይድ ነይረ ናብ ዓባየ ማለት እዩ ካብ ገዛ ወሪደ እንዳኸድኩ ብየኒ ድሓልፍ በቲ ሹቕ እንዳ ኮሚደረ ሽጉርቲ ኣለዎ ናይ ኣባሻውል ጌርካ እንዳኸድኩ ከለኹ ሃንደበት ከምዚ ተኺለ ከይደ ኣሎ ሃንደበት እዚ ናይ ኣስቤዛ ሳንጣ ምሽ ኣሎ ብጎማ ተሰርሐ እዚ ናይ ቻይና ከምኡ ሲ ናብ ገፀ ይተወርቢሩ ሕጂ ሰንቢደ ከምዚ ኢለ ኣነ ሞሳ ገይረና ሰንቢደስ ስሒታትኒ

ሓደ መዓልቲ ከኣ ኣብ ከተማ ብዛዕባ ስራሕ ንዕልል ነርና ን ኣብ ደገ ከምዚ ኣብቲ ኣፍ ደገ ናይ ፖርቲኮ ኣብኡ ኢና ነርና ሕጂ መን እዩ ወደይ ካብዞም ዳይሬክተራት ናይ ዓድና ብዛዕባ ስራሕሲ ከምዚ ኮፍ ኢልና ጠጠው ኢልናስ ንዕልል ነርና ንእሽተይ ቆልዓይ ምስ ኢሉስ ክፍሎም እብለኒ ጠሚተዮ ኣብ ዕላል ስጡም ከኣ ስለ ዘለኹ ኢለዮ ንሕኪ ንሕኪ ኣታ ክፍሎም ኢለኒ ተረዲኻኒ ሽዑ እቲ ምሳይ ዘሎ ከኣ ሰላም ኢልካ እኮ እዩ በቃ ኺድ እናበዲኻ ኢሉ ቆልዓ ነቒጹ ኣብዩ እንደገና እናሓከና ኣታ ኪፍሎም ኢሉኒ ጥው ኢሉ ኣታ ቆልዓ እንታይ ኮንካ በሎ ችድ ዘያጢ ንዕዱ ክልቴና ሓላል ገዲፍና ብስሓ እንታይ ማለት እዩ ናይታ ድሃድ እንኳ ዘራጢ እኮ ይድብለኒ ኣሎ በራሕ ዘያጢ
ናይ ክፍሎም ፍርሒ ብጣዕሚ ዝገርም ፍርሒ እዩ ነይርዎ ሓደ ሓደ ግዜ ከማን ዋላ ከም ተዋሳኣይ ኮንካ ከማን የሕርቐካ እዩ ምክንያቱ ሲ ንኣብነት ሃዲምካ መጺኻ ካብ ክፍሎም ሲ ካብ ካብ ቲፋኖስ ናብቲ ህድሞ ኣቲኻ ድሓር መናያ ሰንበቱን ጸዳልን ጸኒሕናኻ ደሓር በቃ ኣዋሪደናኻ እየን ማለት እዩ ክትፃወሮ እውን ኣይትኽእልን እያ ከምኡ ዓይነት ወላ ሓደ ሓደ ግዜ ክትቋየቆን ትመፅእ እሞ ንስኻ ተመሊሰን ሽዕኡ ንሳተን የልዕላኻ እቲ ፋኖስ ዶ ትማሊ የጓየካ ኣይነበረን ገለ ትብለካ ማለት እዩ ሕጂ ናይ ብሓቂ ብተመስጦ እዩ ርእዋ ብዙሕ ሰብ ናይ ብሓቂ ዘይትድገም ዓባይ ስራሓ ነራ ሚለኑ መቸም ኣብታ ፊልም ካብ ዝተዋስኡ ብጣዕሚ ፅቡቅ ተዋሃሂድና ትብሎም ኩሎም ንፍዓት እዮም ግን ብጣዕሚ ከዓ ተድንቆም ክህልውካ ክእሉ እዮም ንዓኻ ብግልኻ ኣብቲ ኣብቲ ናይ ሚለኑ ክትንቀሳቀሱ ከለኹም ኢሳያስ ፀጋይ ዘረባ ይብሉን ግን ካልኦት ኣነ ሕጂ ብግለይ እንድሕር ሓቲትካኒ ቢጫ ክትመጽእ ከላ ብጣዕሚ ይሕጎስ ነይረ ኣብታ ፊልም ከምኡ ውን እወ ዳርጋ ኩላቶም ንፉዓት እዮም ንባዕላ ጸዳል ውን እቲ ናይ ሓሶታት ክስታያታ ብጣዕሚ እዩ ዝገርመካ

ትፍጠር እንዲኻ ንኸምኡ እያ ተፈጢራ ኣነኣርቲ እያ ተፈጢራ ብጣዕሚ ትሰብካ እያ ሕጂ ኣብኡ ደሎ ድሕጉሰካ እቶም ሸዊት ዝበሃሉ ማሕበር ድሓር ኣነ ምስኦም ይኣት ፍሉይ እዮም ፍሉያት እዮም ማለት ንፉዓት እዮም ሪኢኻዮም ኢኻ ብ ሚሎን ድ ድ ድተዋሰእዎ ማለት እዩ ሕጂ ኩሎም ካብ ሕድሕድ ዘይሓምቁ እዮም ደስ ድብለካ ነገር እሱ ከኣ ነቲ ፊልም ከኣ መሊሱ እዩ ደጸብቆ ኩሉ ግዜ መዋስእትኻ ይውስነካ እዩ ድሕር ቁሩብ ድኽም ኢሉ ምስ ኢኻ ትደክ ሕይል እንተ ኢሉ ከኣ ከተርክቦ ኣለካ ግድን ኢኻ ትሕይል ሕጂ እታ ፊልም ንፉዓት ተዋሰእቲ ስለ ተኣከብዋ ማዕሪኦም ክትመጽእ ኣለካ ክትረጋረግ ኣለካ ነዚ ከኣ መሊሱ ጽባቐ እናፈጠሮ ልኸይድ ነቲ ፊልም ማለት ካብ ኩሉ ዝገርም ናይ ሚለኑ ድራማ ኣብቲ ድርሰት ነፍሲ ወከፍ ገጸ ባህሪ ኣብታ ፊልም ዘሎ በቃ ከምዚ ፊልም እዩ ንባዕሉ ንኣብነትሲ ምራጭ ኣሎ ውዑይ ሰብኣይ ግን ከኣ ቅኑዕ ሰበይቱ ከኣ ከምኡ ብርኽቲ ናብ ብጫ እንተኸድካ ከኣ ነግራም በቃ ነግራም ብጣዕሚ ክፍእቲ ሰበይቲ በቲ ንኹለን ጸዳል ተኸንካ ሓሳዊት ተንኮለኛ ገብራት ከኣ ቅኑዕ ዕትብዲ በለ ሰብ ክፍሎም ከኣ ፈራሕ እቲ ማለት እቲ እቲ ገጸ ባህሪ ንኹሉ ከምኡ ክትዕድሎ ብጣዕሚ እዩ ከቢድ ተሪ እጂ ክፍሎም ተመጺኡ ሲ በቃ ንባዕሉ ፊልም በቃ እዚ ሓሳዊ እዩ እዚ ሃዳሚ እዩ እዚ ከምዚ እዩ ብዙሕ እዩ እቲ ዓሚቕ እቲ ድርሰት ናይ ብሓቂ ብዙሓት ዶ ኣብታ ፊልም ክዋስኡ ተመሪጾም ኔሮም ማለት ብከመይ ኔሩ እቲ ምሕላፍ ምትራፍ? እወ ኔሩ ኔሩ ኣነ ሽዑኡ መምህር እሸያስ ጸጋይ ማለት ኣብ ሚሎንስ ጀሚራ እያ ኔራ ልምምድ ገብሩ ኔሮም ሕጂ ሓንቲ ፊልም ኔራ ካብ ብሱል ጥረ ገለ ትብል ከምዚ ናይ ኤች ኣይቪ ጎስጓስ እያ ኔራ ኣብኣ ንእሽተይ ሲም ተዋሂበ መጼ ማለት ኣብኣ ተግቢለ ምስ መጻኹ ሕጂ ኣብኡ ኢና ንላለ ኣብኡ ንላለ እታ ፊልም ተወዲኣ ተማሳጊርና ኣነ ምስ ከድኩ ማለት እዩ ኣብኡ ምስ ረኣየኒ ብድሕሪኡ፣ ሚሎኑ ቅድመይ መን እዩ? መን ምዃኑ እዩ ሒዝዋ ነይሩ ቅድመይ? ኤረ ሶሪ ረሲዐዮ ሕጂ ደሓር ተጸዊዐ ምስ መጻኹ እሞ ከምዝን ከምዝን ካራክተር ኣላ እሞ ካልእ ሰብ እዩ ሒዝዋ ነይሩ ንዓይ ባህ ኣይበለንን ክቕይረካ ስለ ዝደለኹ ኢሉኒ። እቲ ሙያ ፍቕሪ ኣሎ ብጣዕሚ ዋ ትነጥር እምበር እሞ ከዓ ምስ መምህር ክትሰርሕ ማለት ትነጥር በቃ ተሓጒሰ እሞ ከዓ እቲ ናይ ተኸታታሊ ናይ ቲቪ እዩ ግድነት ከዓ ሽምካ ክትዕቢ እንትኾንካ ከዓ ብቲቪ ክትመፅእ ኣለካ እዩ ግድን ሕጂ በቃ ተሓጒሰ በቃ ከመይ ከማን ካብ ኤክስፎስ ንገዛና ከመይ ኢለ ከይደ ይርዳእኒ ሹ ብእግረይ ዲ ከይደ ኣብ ፓርት ምስ ተዋህበትካ እወ እወ ሽዑ ገዛ ብርሃን እየ ዘለኹ ገዛ ብእግረይ ዲ ከይደ ብታክሲ ዲ ብእቶብስ ዲ መፅየ ንገዛ ሳይ ይዝክሮን ምስ ሃበኒ ብታሕጓስ ጥራይ እምዚ እንዳሓሰብኩ ዲ ብእግረይ ዲ ከይድ ነይረ ወላ ከም ቀደም እየ ብእቶብስ ዲ ገለ ግን በቃ ብጣዕሚ ስጋዕ ሕጂ ደሓር ቀላ እንተ ጣዕሰን ጣዕምሽ ኣሎ ጣዕሰን ደይኮነስ ድሕሪ ቀኒ ነገር እታይ እዩ ካልኣይ ክፋል ጀሚርላ ነይሩ ኣብ ሚለኑ
ኦከይ ካልኣይ ክፋል ክንሰርሕ ኢና ይብል ነይሩ ስጋ ሕጂ በቃ ከም በቃ ስኢሉ መዓንጣ ከብደይ ይሕር ብለን ነገር ዝወደቀ
ዝወደቀ ዓቢ ኮኾብ ናይ ኤርትራ ኢዩ ወዲቁ ናይ ብሓቂ ንስነ ጥበብ ናይ ኤርትራ ኣብቲ እዋን እቲ ሓፍ ኣቢልዎ ነይሩ ነፍሲ ወከፍ ሰብ ካብ ገዝኡ ክሳብ ሙጻእ ዝገድፎ ኢዩ ነቲ ፊልም ዝከታተሎ ነይሩ ሓሊፉ ተሰሪሑ ተወዲኡ ፅቡቅ ዝኾነ ስራሕ ነይሩ ኣብ መጨረሽታ ዋላ እቲ ትደርፊ እውን ንባዕሉ ኣብኡ ዝኣተወ ናይ ማዕበል ስራሕ

ኩቡኡ ነቢርና መፈጠር ደምበኺ ሰብኪ ገዲፍክዮ ዘይከውን ኮይኑኪ ፊልም ሚለኑ መቸም ከም ዝበልክኻ ኣብ ነብሲ ወከፍ ሰብ ዝተረፈት ፊልም እያ ግን ካልእ ዕድል ከኣጋጢሙካ ከኣ እንደገና ከኣ ምስ ኢሳያስ ጸጋይ ክትሰርሕ ከኣ ዕድል ረኺብካ ኣብ ፊልም ትማሊ። እሳ ከኣ ካልኣይቲ መተካእታ ናይ ሚለኑ እታ ዝዓበየት ስራሕ ተኸታታሊት ፊልም ካብ ዝፈረያ ናይ ሃገርና ብልጽቲ ፊልም ከኣ እሳ ከኣ። ኣብዚ ከመይ እታ ዕድል መጽያትካ ሕጂ ንስኻ ከኣ ከም ሜይን ኢኻ ከኣ ኣብቲ ኣብ ፊልም ትማሊ እዚ ከም መይን ኢኻ መፂኻ ዘለኻ ከመይ ረኺብካዮ እቲ ዕድል ሕጂ
ካብ ሽዑ እኒው በቃ ኣነ ናብ ናብ ኢሳያስ ጸጋይ ዊዓ በጺሕና ተዓሊምና ምስ መጸና ማለት ባህላዊ ውዳት ኣትየ ካብኡ ናብ ኢሳያስ ተእሽሙ ኮይነ ማለት እያ ምስ ኢሳያስ ኣገልግሎተይ ይብል ግን ባህላዊ ውዳያት ኮይነ ማለት እዩ ኦረዲ ሕጂ ኣነ ኣባል ኮይነ ኣለኹ ማለት እዩ ኣብቲ ሸዊት ዝበሃል ኣባል ኮይነ ማለት እዩ ሕጂ እቲ ማለኽት ስራሕ ኮላ ካስቲንግ ክገብር ከሎ ማለት እዩ ነቲ ክብረ ኣብ ዝበሃል ካራክተር ሜን ኣክተር ማለት እዩ ንዑ ንዓይ ሂብኒ ማለት ከምዚ ናይ በዓል ሚሎን ይኮነትን እዚኣ በዓል ሚሎኑ ተፀዊዐ መፅ ሽዑ ግን ኦረዲ በቃ ኣባል እዩ ኣነ ካብ ታዕሊም ዝተመለስና እያ ሰሪሓ በቃ ሽዑ ኣባል እዩ ደለኹ ኣነ ኣብኡ ስለ ዝነበርካ ብቐሊሉ ኣብቲ ስራሕ ክትኣቱ ኣብኡ ከለኻ ክትኣቱ ክኢልካ ክኢልካ ማለት ማለት እዩ።
እዩ። ኦ። ኣብታ ስራሕ እውን እ፣ ቀሊል ገጸ ባህሪ ኣይኮነን ተዋሂብካ። ሓደ ጭው ዝበልካ ወዲ ኣስመራ እሞ ኸኣ ናይ ሰብዓታት መንእሰይ ኰንካ ኢኻ ክትዋሳእ ኣብኡ። ከምዞም ኣብ ታሕቲ ስሪኦም ግፍሕ ዝበለ ገለ ጃንጎ። ኣፍሮታት ኣሃ። ከምኡ ኰንካ ኢኻ ክትሰርሕ ኣይነበርካዮን። ናይ ሰብዓታት መንእሰይ ኣይነበርካን ንዑ ክትላበሶ ኣለካ ተመሊስካ ተጋዳላይ ክትከውን ኣለካ ሕጂ ድሕሪ ገድሊ ከዓ ተመሊስካ ከዓ ካልእ ማለት ትቀያየር ኢካ ኣብቲ ፊልምታት ማለት እዩ ኣይደ ነው ከመይ ንዓኻ ከቢድካ ከመይ ተቐቢልካዮ ከመይ ነይሩ ሓደ ርዱእ እዩ ናይ ዓመት እቲ ተኸታታሊ ፊልም ምስቲ ምግጃፍ ናይቲ ስራሕ ክብደት ከም ደለዎ ማንም ሰብ ይርድኦ እዩ ካልኣይ ናይ ሰብዓታት ምዃኑ ግን እንታይ እዩ ደስ ድብለካ ከምዚ ዓንተወይ ዝነገርኩኻ ንሓደ ስራሕ ስራሕ ከምስሎ እንተኾይኑ እቲ ዝግበር ልምምድ እዩ ንኣብነት ፊልም ትማሊ ዓመት ተርያ ክልተ ዓመት ግን ሰሪሕና ንሕና።
ካብቲ ዝተራእየቶስ እቲ ዝወሰደቶ ልምምድ ግዜ ዝወሰደቶ ይበዝሕ።
ይበዝሕ ያ፣ እ፣ ድሓር እንታይ ደስ ዝብል ነገር ነይርዎ መሲልካ እ፣ ኩልና ኣስመራ ስለ ዝኾና እ፣ እቲ ገጽ ምቾት ኣለዎ ተባሂሉ እ፣
ክቅየር ኣለዎ። ናብ ገድሊ ዝነበረ ገጽ ክቕየር ኣለዎ ተባሂሉ ሎማዓንቲ እንድሕር ፋዱስ ትዝከረኒ ፋዱስ ቀትሪ ኣብቲ ተዓፂናሉ ነበርና ብሓደ ቢላጆ ኢና ነርና ብሓደ እቲ እንዳ ሰርጌንቲ እንዳ ፅርሃ ገለ ዘሎ ከንሸሎ ሪኢኸ ኣብኡ ኢና ነርና ኣብኡ ኮንከ ካብ ትሓድር ገለ ሕጂ ፋዱስ ትጅምር ጉያ እቲ ከንሸሎ ክዓቢ መዓት ክልተ ሰለስተ ሰዓት ስፖርት ትገብር ኣብ ፀሓይ ንምንታይ ክትጽልም ኣለካ ብድሕሪኡ ንጽባሒቱ ከኣ ለይቲ ተሲእኻ እግሪ ጉዕዞ ትኸይድ ክትከይድ ከለኻ ምስ መሳርያኻ ዓጢቕካ ገሊእኻ ትኸይድ እንደገና ስክሪፕትካ ሒዝካ ኢኻ ትኸይድ ሓንቲ ስክሪፕት ትተሓዝ ማሓታ እዩ ደጓዕዘና ትኸይድ ጉርጉዕዞ እግሪ ጉዕዞ ከይድካ ኣብቲ ቦታ ልምምድ ገይርካ ተጓዒዝካ ጥራይ ኣይኮንካ ንመፅእ ልምምድ ገይርካ እንደገና ትምለስ ንኣብነት ሰላሳ ኪሎ ሜትር እንድሕር ከይድካ ኣላ ኣብኡ ልምምድ ገይርካ ሰላሳ ኪሎ ሜትር ትምለስ ሰብ እንታይ ኮይኑ ካብዚ ናይ ብሓቂ ማዳ እንዳውፅ መፅ ገሊኡ ሜካብ ኣይኮነ ናይ ብሓቂ ማዳ እዩ ናይ ብሓቂ ሕጂ ግን እንታይ እቲ ጽቡቕ እቲ መጀመርያ ዝነበረ ስእልታት ክባላሾ ከኣ የብሉን ስለዚ ብቲ መጀመርያ እቲ ደሓን ዝኾነ ፎርማ ደለዎ ስእሊ ትሰኣልሞ ደሓር ናይ ገድሊ ሂወት ክጅምር ከሎ ግን እዚ ዝብለካ መጺኡ ተረዲኻኒ ኩላ ሰብ በቃ ድዋዕዋዕ ኢላ እያ። ርድኣኒ ግን ኣይርደኣናን ነይሩ ዛኪ ኣይርደኣናን ነይሩ ምክንያቱ ትፍቕሪ ኣሎ ትፍቕሪ ኣሎ ሰልኳ ደይ ንፈልጥ
እንተ ተዋሲእኻ ከም ሰልዲ ከም ዝተዋሃብካ እዩ ጥራሕ ምውሳእኻ ኣብ ካልእ ዓድታት ንርኢ ኣነ ኣርባዓን ሸውዓተን ፊልም ኣለካ ኣለዋ ኣብ ጎረባብቲ ሃገርና

ክልቲኤን በቃ በቲ ዝሰራሕካዮ ትስዕብ እንተኮይኖም እዮም ደኣ ክንዲዚ ሰሪሑስ ከምዚ በቲ ታእሽሙ ግን በቃ ንሕና ክፍሊትና ህዝቢ ጃስት ኣብ ልቢ ስራሕ ዝጠና። መፂካ ከማን ክንደይ ትኸፍለን እንደይ ትብል ድርሰት መፂካ ክንደይ ትኸፍለን እዩ ጥራሕ ክትፈትዋ ኣለካ

ክዳውንቲ ተዓዲጉ እዩ ከድካ ብሓራጅ ከድካ ናይ ቀደም እንዳመረፅካ በንቁሮ እዩ ነይሩ እሱ እንዲ
ክሓተካ ኢለ ብጣዕሚ ዝገረመኒ ነገር ኣብ ናይ ትማሊ ፊልም ሲ ናይ በዓል ፅርሃ ሕጂ እውን ፅገ መፅያትና ናይ በዓል ፅርሃ ሲ ኣብቲ ፊልም ፅርሃ እቲ ትገብሮ ከምዚ ጉዕ ሕብሩ ከምዚ ቀጠልያ ሽፎናት ገለ ኣለኖ ሕጂ ትረኽቦን ኢኻ እሱ ኣይትረኽቦን። የለን ኣብ ዕዳጋ የለን እዎ። እሱ ወላ እቲ ንብረት ናይቲ ገዛ ናይ ናይ ገዛኹም ናይ ገዛኹም ንብረት እቲ ሴድያ ናይ ቀደም ኣብ ኤርትራ ዝነበረ ሴድያ ዓጽፍ ዝብላ ልሕምሽ ኣለዋ ዝብል ዕንጨይቲ ንሰን ኣለዋ እቲ ኣብ መንደቕ ዝጥቃዕ እ፣ እዚ መሕጸቢ ገረወኛ እንታይ ኢኻ ትብሎ እ፣ ሓጺን ከም ፎርማ ዓይነት ዝጥቃዕ እሱታት ኣሎ ገለ ብምሉኡ እቲ ሃዋሁሲ ጠቕላላ ብፍላይ ኣብ ሰማንያታት ኣብ ሰብዓታት ዝዝከረካ እንድሕር ኮንካሲ እሱ እዩ ዝመፀካ በቃ ትምለስ ኢኻ በቲ በቲ ፊልም በቲ ዘረባ በቲ ፊልም ገዲፍካ በቲ ኣቑሑት በቲ ንብረት በቲ ንብረት ሕጂ እዚ መን እዩ ዝመርፆ ነይሩ መን ቕርቡኸ ካበይ ይርከብ እዎ ሕጂ እሱ እዩ እንታይ ፅቡቕ ነገር ነይሩዎ መሲልካ እቲ ስራሕ ተኸፋፊሉ ሕጂ ኣነ ምስ ኤረና ኣልባሳት ኔርና ግን ኣልባሳት ክብለካ ከለኹ መወከሲ ኣሎ ናይ ኣልባሳት ንሕና ስለ ዝኾና ሱቕ ኢልካ ከድካ ኣይኮንካን ትዕድም ዘይንፈልጦ ኣልባሳት ኣሎ ግን መወከሲ ስእልታት ነይሩ ፕሮፌሽናል ኣሰራርሓ እዩ ተሰሪሑ ኣብቲ ሽዑ ግዜ ተሐጉሰካ ነገር ንረዳኻኒ ገዛ ዘዳሉ እቲ ቪላጆ ሪእኻያ ተደልዩ ተረኺቡ ሞያ ለሚፅካ ኣቑሑት ካብ ሓራጅ ኬድካ እንዳፈተሽካ እዩ ኣነ ብ ገዛና ኣንቲክ ተረኺበ ኣብኡ ስያ ደኣ ናይ ቀደም እንዳ ኢለ ሒዘ ኸይድ ተረዲእኻ ኣለኻ እቲ ሓደ ከዓ ኣብ ገዝኡ ገለ ኣንቲክ ሒዙ ይኸይድ ብኸምዚ ብምሉእ እቲ ገዛውቲ ሪእኻ ኣለኻ እንዳ ዮርዳን ነበረ ገዛ ናይ ቤኑ ኣቑሑት እዩ ኣይለዓልን እዩ ሕጂ እሱ በቃ ዕፅውቲ እያ እታ ገዛ ስእሊ ኣብ ናተን ናተን ስእሊ ትኽፈት እታ ገዛ ማለት ሲ ካብኡ ኣቑሑት ኣምፂኻ ናብቲ ሓደ ትእቱን እዮም ወላ መን ሰጣሕ እዩ ዝብለካ ኣሎ ናተን እዩ በቃ ገዛ ኦረዲ ናተን ተወዲኣ ዲዛይን ተገይራ ጥቑሑት ተኣኪቡ ተወዲኣ እዛ ገዛ እንዳ ፅርሃ ክትከይድ ከለካ ከዓ ካብ እንዳ ፅርሃ ወላ ኩባያ ኣይትወስድን ኢኻ ማለት እዩ ተወዲኣ ምስ ኣቑሑታ እንዳ ሰርጊ እንትናባና ተመፂኻ ከዓ ልክዕ ከምኡ ተወዲኡ ትመፅ
እቲ ዝመጽእ ወለዶ መጺኡ ኣሎ ተሱ ብዓጀብ ንቀበሎ ሃየ በቲ ዝርድኦ ዝፈልጦ መርሓባ ብድሓን ምጻእ ዌልካም ቪልኮመን ቤንቬኑ ቤንቬኑቶ ንበሎ ዓቦ ንግበር ሓቦ ማያውዒና እግሩ ንሕጸቦ ነብላዓዮ ነስትዮ ነጽግቦ ነማምቆ ጋቢ ንደርቦ ነሰንዮ ነኽብቦ በቲ ሩባ በቲ ጎቦ ምስ ዓበየ ኸዓጅቦ ይመሃር የጽንዓዮ የንብቦ እቲ ባህሊ እቲ ታሪኽ ዓደቦ ሓደራኻ ንበሎ ንላቦ ሓደራኻ ኣሕሊፍካ ኸይትህቦ ንሓላፍ መገዲ ንወደቦ